ሰላም ሰላም ኤቭሪባዲ ሰላም ዲኹም ከመይ ጸኒሕኹም ወልካም ባክ ትዘኮፊ ወልካም ባክ ትሄሪ ላቭ ሰላም ዲኹም ኣሕዋተይ ከመይ ሓዲርኩም ከመይ ጸኒሕኹም ከመይ ኣለኹም ዋይ እዚ ክሳደይሲ ጋሕ ኢሉ ተራእዩኒ እዚኣ ክስታይ እንድያ እታ ናይ ጽብቕቲ ናይ ክሳደይ እንዳ ወዲ ካብ ኢትዮጵያ ዘምጻኹዋ ጽብቕቲ ናይ ክሳደይ ዝተመንጢሳትኒ ክሳብ ዘዕርያ ክሳደይ ከምዚኡ ክብል እዚ ፌክ ወዲ ፌክ ወርቂ ወዲ ወርቂ እዚ ስቕኢልካ ብሩር ፌክ ገለ ከዓ ጸሊኤዮ ቡሩር እያ ነይራ ብጣዕሚ ጽብቅቲ ቡሩር እያ ነይራ ክገርመኩም ተበንጢሳትና እንዳ ተሓጸብኩ ብሽ ኣብ ቶሌት ኣቴ እንዳ ኣብ ባዝሩም ኣቴ እንዳ ተሓጸብኩ ከለኩ ተበንጢሳትና ክጽብቅ እያ መዓት እያ ማይ ፋብሬት በቃ ኩሉ ግዜ ዝገብራ ክሕጸብ ክድቅስ ናብ ዝኮነ እየ ዝገብራ ተመንጢሳ እየን ወይ ግን ደሓን ኢትስ ኦኬ ክዕርዩለይ ይኮኑ እዮም ክሳብ ዝዕርያ ክሳደይ ግን ከምዚ ምሻሎ ስክፍክፍ ኢሉኒ ከምዚ ኣይ ዶንት ኖ ገለ ዘጉደልኩ ኮይኑ ተሰሚዕኒ። ሰላም ዲኹም ከ ደሓን ዲኹም ከመይ ውዒልኩም ኣሕዋተይ መዓረይ ኩሉ ሰላም ድዩ ኩሉ ፖስተይ ሎማዓንቲ ኢምፖርታንት ዝኾነ ቶፒክ ሒዘልክን መጽየ ኣለኹ ብፍላይ ከኣ ደቂ ንዘለዋኽን ከምቲ ኣብ ኣርእስቲ ጽሒፍክንኦ ዘለኽን ከመይ ጌርና ደቅና ካብ ዘይተደለየ ጥንስን ዘይተደለየ ሕማምን ካብ ደቂ ዓሰርተ ሓሙሽተ ንላዕሊ ዓመት እንድሕር ኮይነን ደቅና ከመይ ጌርና ኮንትሮል ንገብረን ከይተዛረብና ዓው ዓው ከይበልና ከይተጻረፍና ምስእን ኮንትሮል ከይገበርናየን ግን ከመይ ጌርና ብሳይለንት ብምሕዝነት ከመይ ጌርና ንደቅና ሒዝና ካብዚ ዘሎ ኩፉእ ነገራት ነድሕነን ጽባሕ ንግሆ ሲንግል ማማት ከምቲ ሲንግል ማማት ኩላትና ሕብረተሰብና ንጸልኦ ዘለና ኛው ኛው ነብሎ ዘለና ከመይ ጌርና ደቅና ሲንግል ማማት ንክይኮና ንከናኸንን ከመይ ጌርና ካብዚ ነገርዚ ነድሕነን ብዓብዩ ከኣ ካብ ሕማማት ዶ ካብ ዘይተደለየ ጥንሲ ዶ ኣብ ህጻውነተን ከለዋ ከመይ ጌርና እዚ ኩሉ ነገር ነብለን እዚ እዚ ሕጂ ናተይ ሓሳብ እዩ ማለት እዩ ስለዚ ማንም ወላዲ ከኣ ክሰምዖ ኣለዎ ኢለ እየ ዝሓስብ ማለት እዩ። ሕጂ እንታይ እዩ ብቲ ሕብረተሰብና በቲ ንሕና ዝዓበናዮ ዓው ዓው እንዳተባሃልና ሓውና ይሃርመና ዓበይቲ ኣሕዋትና ይሃርሙና ጎረቤትና ይሃርመና ኣቦ ኣቦናን ኣደናን ይሃርሙና ንሰምዖም ኔርና ኣብ ዓድና ማለት እዩ ኣብ ዓድናን ኣብዝን ግን ኮምፕሊትሊ ዲፍረንት ስቶሪ ኣሕዋተይ መዓረይ ደቅና ንሕና ዳኢና ወሊድናዮ እምበር ደቅና ሓበሻ ኣይኮኑን ጸዓዱ እዮም ደቅና ብምንታይ እዮም ጸዓዱ ሕብሮም ዘይኮነ ወይ መዋልዶም ዘይኮነ ኣተዓባብይኦም ጸዓዱ እዮም እቲ ዘለዎ ንሶም ዝሓስብዎ በዚ ዓዲ እዮም ዝሓስቡ ማለት እዩ ስለዚ ከምቲ ኩላትና ንፈልጦ ከኣ ንደቅና ጨፍ ከነብል ኣይኮነን ዓው ኢልና ክንዛረብ ዘይንኽእለሉ ዓዲ ኢና ዘለና ማለት እዩ ስለዚ ከምዚ እኳ እንተ ኰነ ደኣ፣ ከመይ ጌርና ብሜላ ንደቅና ንከናኸንን? ካብ ዘየድሊ ጥንሲ'ዩ ድዩ? ካብ ዘየድሊ ድራጋት ድዩ? ካብ ዘየድሊ ሕማቓት ኣዕሩኽቲ መሓዙት ድዩ? ካብ ዘየድሊ ብዙሕ ነገር ኣሎ ማለት'ዩ። ስለዚ መቸም ርኢኹሞ ኣለኹም እዚ ናይዚ ሓውና ትግራዋይን እዚኣ ሓንቲ ደይዚ ትበሃል ርኢኹሞ ኣለኹም እቲ ሲትወሽን መቸም ከመይ ምዃኑ ማለት'ዩ። እታ ቆልዓ ሕጂ ንእሽቶያ ንእሽቶያ እታ ቆልዓ ሕጂ ዓርከይ ኢላ ኣፍቂራ ሕጂ ኣየመክሕን እዩ ፍቅሪ ኣየመክሕን የሕዋተይ መዓረይ ደቅና ኣፍቂረዮ ንሓደ ወዲ እንድሕር ኢልናና ክንሕዘን ኣይንክእልን እና ፍቅሪ የመክሕን እዩ ኣይተፍቅርን ኢኪ ኣይንብል ኢና ምክንያቱ ንባዕልና ቦይና ሓሊፍና እተን ብኡ ዘይሓለፍና ሰባት ከኣ ኣብ ዓድና ኣይኮናን ዘለና ኣብ ዓድክን ከምዘየለክን ገርክን ክትሓስቡ ኣለክን ደቅና እዮም ደኣ እምበር እዞም ቆልዑ እዚኦም ናይ ጸዓዱ ኣተሓሳስባ እዩ ዘለዎም ናይ ምዕራባውያን ኣተሓሳስባ እዩ ዘለዎም ምስቲ ዓዲ ተወሊዶም ዝዓበይዎ እዩ ማለት እዩ ብቲ ንሕና ንሓስቦ ኣይኮናን ንደቅና ክንሪኦም ዘለና በቲ ንሶም ተወሊዶምሉ ዝዓበዩ ሃገር ኢና ክንሪኦም ዘለና ማለት እዩ ስለዚ ነዚ ሕጂ እዚኣ እዞም ቆልዑ ኣብ ቲክቶክ ክዘዋወሩ ዝቀነዩ ሕጂ እታ ቆል እታ ኣዲኣሲ ሲንግል ማም እያ ምሽክነይቲ እታ ኣዲኣ ሲንግል ማም እያ ከርተት ኢላ ዕብያታ ኣይ ዶንት ኖ እቲ ዲፕ ዳውን ሲትዌሽን ከመይ እዩ እቲ ናተን ኣይፈልጦን እየ ግን ብደገ ዝሰማዕክዎ እዩ ኣብኡ ከሎ ብጫፉ ዝሰማዕክዎ እዩ ማለት እዩ ብውሽጢ ፅቡቅ ገይረ ኣይ እቲ ታሪክ ከመይ ምኳኑ ኣይፈልጦን እዩ ግን በቲ ደገ ዝሰማዕክዎ ግን ኣፍቂረዮ ኢላ እቲ ፍቃሪኣ ከኣ ንታ ኣዲኣ እዩ ጸሪፍዋ ማለት እዩ ከምዚ ምሻሎ ኣይምልከተክን እዩ ዝዓይነቱ ገለ ምሻሎ ሕጂ እታ ቆልዓ ካብ ኣዲኣ ወጺኣ ድያ ገሊኣ ዘላ መስለኒ ሕጂ ደቅና እውን ከምኡ ከኾና ይኽእላን ጽባሕ ንግሆ ማለት እዩ ኣይፈልጠክን እየ ኣነ ንዓይ ኣነ ኣፍቂረ እየ ንዓኺ ኣይፈልጠክን እየ ክብለና ትኸላ ጓልና ማለት እዩ ስለዚ ነዚ ነገር ንከይመጽእ ከመይ ጌርና ደቅና ፕሪቴክት ክንገብር ክንመሃር ናትና ሓላፍነት እዩ ማለት እዩ ናትና ግዴታ እዩ ማለት እዩ ከም ኣብ ዓድና ኣይኮነን ሕለፊ እግርኺ ከፍጥመኪ እየ ክጸፍዐኪ እየ ገለ ኢልካ ኣይኮነን ዋላ ሓንቲ ጓል ኣንስተይቲ ዋላ ዋላ ሓንቲ ቆልዓ ጓል ዓሰርተ ሓሙሽተ ዓመት ዝመልእት ኣቦን ኣደን ጌሮም ድኣ የዕብይዋ ዋላ ኣቦኣ ይሃሉ ምስኣ ብዘይገድስ ሲንግል ማም ጥራሕ ዘይኮነ ዋላ ንስኻ ኣቦኣ ኮንካ ክትሃርማ ከተፈራርሓ ኣይትኽእልን ኢኻ ምኽንያቱ እቲ ሕጊ ስለ ከምኡ ክትገብር ስለ ዘየፍቅደካ ማለት እዩ ሓንቲ መዓልቲ ኣፍካ ኣውጺኻ ሕማቕ ዝተዘረብካያ ንጓልካ ጓል ዓሰርተ ሓሙሽተ ዓመት ዝኾነት ቆልዓ እዞም ዓዲ እንድሕር ደው ኢላ ክወስድዋ እዮም ማለት እዩ ሽዑ ምስ ወሰድዋ ከ ናበይ እያ ክትከይድ ራይዎ ምስ ወሰድዋ ናበይ ከም ዝኸዱ ትፈልጡ ዶ እቶም ቆልዑ ዝእክብዎም ካብቶም ስድርኦም ዝምንጥልዎም ናበይ ከም ዝወስድዎም ትፈልጡ ዶ ዝኸፍአ ቦታ እዮም ዝወስድዎም ክነግረኩም ዝኸፍአ ቦታ ከም እሱር ቤት እሱር ቤት ናብኡ እንድሕር ከይዶም እቶም ቆልዑ ኢሞሽናሊ ኩሉ ነገር ዳመጅ ዝገደደ ንዝብእኦም ኣሕሊፎም ዝብዎም ማለት እዩ ስለዚ ኣኪቦም እዮም ከም ኦርፋን ነገር ኣኪቦም እዮም እቶም ቆልዑ ዘዕብይዎም ማለት እዩ። ስለዚ ኣብኡ ከዓ ክንደይ ነገር እንዳርኣዩ ብክንደይ ነገር እንዳተሓመፁ ብክንደይ ነገር ዲስሪስፔክት እንዳተገበሩ ብክንደይ ነገር ከም ድኻታት እዮም ዘዕብይዎም ኣብ ኣቦን ኣደዮን የብሎምን በቃ ኣቦኦምን ኣዲኦምን ኣይረብሑን እዮም ኢሎም በቃ ክስታይ ዝገብርዎም ማለት እዩ። የብልዕዎም እዮም የስትይዎም እዮም ግን ዝገደደ ንዝብኢ እዮም ኣሕሊፎም ዝህብዎም ማለት እዩ ኣብኡ ዝኣተወ ቆልዓ ከኣ መጨረሽኡ ሕማቅ እዩ ዝከውን ማለት እዩ ሕጂ እንታይ ክብለኩም ኢለ በዚ ነገር እዚ ክንዘራረብ በዚ ነገር እዚ ተተዘራረብና ከም ሓበሻ ምክንያቱ ዝነበረሉ እንነብረሉ ዘለና ዓዲ ንደቅና ክንሃርመሉ ዘይንክእል ንደቅና ክንቋየቀሉ ዘይንክእል ቦታ ስለ ዝኮነ ከመይ ጌርና ብሜላ ንደቅና ንሕዞም ብፍላይ ደቂ ኣንስትዮ ማለት እዩ ነወዳት እውን ፅቡቅ እዩ ኣወዳት እውን ካብ ድራገን ከመይ ገርና ንከላከሎም ኣወዳት እውን ናይ ገዛኦም ርእሶም ሽግር ኣለዎም ግን ጓል ኣንስተይቲ ተኮይና ግን ፅባሕ ንጎሆ ዘይተደልየ ጥንሲ ሒዛልካ ትመፅእ ሲንግል ማም ትኸውን ብዙሕ ሕማም ክተምፀልካ ትኽእል ናይ ድራግ ክትከውን ትኽእል ሕማቅ መሓዝ ሒዛ ዘይክትጠቅም ትኽእል እያ ማለት እዩ ብፍላይ ኣብ ጓል ኣንስተይቲ እዩ ዝኸፍአ ማለት እዩ ስለዚ እዚ ነገር እዚ ከመይ ጌርና ብሜላ ንመሃሮ ካብቲ ኣነ ዝተምሃርክዎ ንባዕለይ ውን ትምህርቲ ይወስድ ኣለኩ ንባዕለይ ውን ማለት እዩ ምክንያቱ ደቅና ደቂ ዓሰርተ ሰለስተ ዓመት ምስ ኮና ካብኡ ንንዮው ንሕና ኮንትሮል ክንገብረን ኣይንክእልን እቲ ናተን ሆርሞን ይቅየር እዩ ዋላ ሓንቲ ምሽክን ኔራ ጓልካ ጓል ዓሰርተ ሰለስተ ዓመት ምስ ኮነት ግን እቲ ናተን ሆርሞን ባዕሉ ይቅየር እዩ ማለት እዩ። ሽዑ መሓዛ ክሕዛ ይደልያ እየን፣ ዓርኪ ቦይ ፍረንድ ክሕዛ ይደልያ እየን። እዚ ተፈጥራዊ እዩ ማለት እዩ። ካብ ተፈጥሮ ከኣ ንሕና ክንዓግተን ከይንኽእል ነዝን ቆልዑ እዚን ክትሳ ብምርዓው ኢኺ ትጸንሒ ትምህርቲ ክግበር ኢልካ ከምኡ ዝበሃል የለን። ደቂ ዓሰርተ ሰለስተ ዓመት ምስ ኮና ደቅና ኣይንፈልጠንን ብርእሰን እየን ዝኸዳ። ስለዚ ከመይ ጌርና ደኣ ንሕና ኮንትሮል ንገብረን? ዓውዓው ከይበልና፣ ከይተጻራረፍና፣ ከይተባኣስና ምስኣን ከመይ ጌርና ብሜላ ደቅና ንሕዘን፣ ደቅና ንኸይጠፍኣና ከመይ ጌርና ብሜላ ንሕዘን ዝብል ኣርእስቲ'የ ሒዘ መጺኡ ዘለኹ ማለት'ዩ። መጀመርያ ኮፊ ክንሰቲ ኢና፣ ብድሕሪኡ እቲ ኣነ ካብቲ ዝተመሃርክዎ ሓሳብ ከካፍለኩም'የ፣ ንስኹም ትፈልጥዎ ሓሳብ ከኣ ኣብ ኮመንት ጽሓፉለይ ማለት እዩ። እዚ ኣነ ጥራሕ ኣይኮንኩን ኣብዚ መጽየ እቅስቃሴ ዝገብር of course ክንደይ ኣሕዋትና ከኣ ኣለዋ ከምዚ ናተይ ዝተምሃራ ድየን ዋላ research ዝገበራ ድየን ወለ ወይ ናይ ከመይ ጌርካ control ትገብር ቲነጀራት ዝተምሃርክን ውን ክትህልዋ ትኽእላ ኢኹም ማለት ስለዚ ካብቲ ንስኽን ትፈልጦ ተካፍላና ኣነ ዝፈለጥክዎ ከኣ ንኣሕዋተይ ጠቃሚ እዩ ኢለ ዝሓሰብክዎ ከኣ ሒዘልክን መጽየ ኣለኹ ማለት እዩ ኦኬ መጀመርያ ግን ኮፊ ኣሕዋተይ መዓር ብዘይ ኮፊ ዓዲ ይኹን ብዘይ ኮፊ ዓዲ ይኹን ቡናና ሙንስተ ሕፅር ኣቢለ ክስታይ ክገብረልክን እዩ ኣሰና ኣሰና ኣሰና ኣሰና እዛ ቡና ፍረሻ ፍረሽ ፍረሽ ኣሰይ ሄው ክበሉ እስኪ ዓፍ ዓፍ ዝበለት ኮፊ እዚኣ ከዓ ከም ጨና ኣዳብ ጌርኩም ሕሰብዋ ኣብዚኣ ኣላ ማንካ የውዲቀዮ ግዳ ከላ ማንካ የውዲቀዮ ትሰኪ ፅር እዩ ዘሎ ፅሩይ መሬተይ ፅሩይ ኣሕዋተይ ማዓረይ ከይትፀርፉን ካዓ መሬት ዝወደቀ ትብል ኣላ ኢልኩም ፅሩይ መሬተይ ካብ ሓመድ ዘበለ እንዲና ኣቢልና ዓቢና እታይ ካብ ሓመድ ኩሉ ነገር እንዲና ዓቢና ኣብዚ መፂና ቦሮቅሮቅ እንብል ኢና ተሓነት ሶኬ ከምሻሙ ኣዳፍት ጌርና ኢና ምስቶም ባክተርያ ገለ ምንም ኣይብለናን ኢና ዓለ በስመ ኣብ ቅዱስ ዋው ክትጥዕም እዛ ኮፊ እዚኤን ሓሙሽተ ኣስዒበ ዝነግረክን ብጣዕሚ ኢምፖርታንት ነገራት እየን ክንደይ ስድራ ክንደይ ፋሚሊ ተጠቂሞምለን ከዓ ዝሰርሓ እየን ማለት እዩ ስለዚ ለስኩ መጀመርያ ክንገብሮ ዘለና ልዕሊ ኩሉ ማለት እዩ ምስ ደቅና ፅቡቅ ኮኔክሽን ክህልወና ክኽእል ኣለዎ ኮኔክሽን ክብለክንሲ ሕጂ ንኣብነት ንደቅና ከም መሓዙትና ክንገብረን ክንክእል ኣለና። ብዛዕባ ናትና ዝሓለፈ ሪለሽንሺ ድዩ ብንእሽቶና ከለና ኣብ ፍቅሪ ከለና ዘነሕልፎም ዝነበርና ታሪክ ናይ ናይ ፍቅሪ ድዩ እዚ ኩሉ እንዳዕለልና ሽዑ ናበይና ክነብል መጀመርያ ሽዑ ንሽዑ ምደቅና ሕጂ ደቅሲ ዓሰርተ ሰለስተ ደቅሲ ዓሰርተ ኣርባዕተ ክሳብ ዝኮና እንድሕር ተጸቢና ሽዑ ከም መሓዙትና ዋላ ክንገብረን ተደለና እቲ ኮነክሽን ስለ ዘየለ፣ እቲ ከምኡ ኢለን ስለ ዘይዓብያ፣ ምሳኽን ኣቕሪብክን ስለ ዘየዕበኽንኤን ወይ ከም መሓዙትክን እንዳዕለልክን ስለ ዘየዕበኽንኤን ደሓር ንድሕሪት ተመሊሰን ደቂ ዓሰርተ ሰለስተ ዓሰርተ ኣርባዕተ ምስ ኮና ክእለያልክን ኣይክእላን እየን። ዋላ እውን መሓዙት ንኹን ከም መሓዙት ዋላ ክተዕልለ እንተደለኽን፣ ክኸውን ኣይክእልን እዩ ብፍላይ ናእሽቱ ቆልዑ ዘለወኽን ሕጂ ዝጉብዛ ዘለዋ ደቂ ሽዱሽተ ዓመት ሸውዓተ ዓመት ዘለወኽን ቆልዑ ፕሊስ ፕሊስ ንደቅኽን ከም መሓዙትክን ጌርክን ግዜ ክትሕልፋ ክትክእላ ኣለክን ወርቃዊ ግዜኽን ምስ ደቅኽን ክትሕልፋ ክትክእላ ኣለክን ሽዑ እቲ ወርቃዊ ግዜኽን ምስእን እንድሕር ሕሊፍክን ናብ ዝኾነ ቦታታት እንዳወሰድክንእን ድዩ ጽቡቅ ጌርክን እንድሕር ሒዝክንእን ድዩ እንድሕር ዓብየን እዞን ቆልዑ እዚኤን እቲ ኣብ መንጎኽንን ኣብ መንጎኤንን ዘሎ ኮነክሽን ብጣዕሚ ዝሰጠመ እዩ ዝኸውን ማለት እዩ እንድሕር በቃ ጥራሕ በቃ ይብላዓ ይስተያ ጥራሕ እምበር ንዐኣን ግዜ ዘይትህበእን እንድሕር ኮይንክን ዘይትዕልለእን እንድሕር ኮይንክን ምሻሎ ከም መሓዛኽን ጌርክን እንድሕር ዘይትርእየን እንድሕር ኮይንክን ካብ ንእሽተን እየ ዝብለክን ዘለኹ ካብ ብንእሽተን ክጉብዛ ከለዋ ማለት እዩ ደሓር ንዒ ተኣለዪ እንድሕር ኢልካያ መሓዛይ ኩኒ እንድሕር ኢልካያ ክኸውን ኣይክእልን እዩ ኩሉ ነገር ሓረግ ኣለዎ ማለት እዩ ኩሉ ነገር ካብ ብንእሽተይ እዩ ዝጅምር እንድሕር ንስኽን ነዘን ቆልዑ እዚኤን ከምኡ ጌርክን እንድሕር ኣዕቢኽነን ደሓር ምስ ዓበያ እታ ምስእን ትገብርእን ዝነበርክን ንእሽተእን ክልኽን ዲዩ ክትዕልልኦ ዝነበርክን ዲዩ እዚ ብጣዕሚ ከቢድ ዝኾነ ኮነክሽን ስሩ ነቕነቕ ዘይብል ክስታይ ኢኹም ትብላ ዘለኽን ማለት እዩ እንድሕር ከምዚ እንድሕር ኣሎ ኸኣ እተን ቆልዑ ካልእ መሓዙት ከማን ኣይደልያንን ብጀካኽን ማለት እዩ ዝኾነ እንድሕር ኮነ ዝኾነ ነገር ዝመጸ ይምጻእ ንዓኽን ከምዛ ትማል ትማል እታ ኣደ ደይዚ ባዕላ ክትፈልጣ ዓርከይ እዩ ዘብለኒ ዝበለት ከምኡ እየን ዝኾና ማለት እዩ ደሓር ምኽንያቱ ኮነክሽን ኣነ ሕጂ ንዓኣ ኣየብላን እየ ምኽንያቱ እቲ ስቶሪ ናተን ስለ ዘይሰማዕኩ ከመይ ነይርዋ ኮነክሽን ምስ ጓላ ገለ ዝፈልጦ ኣብነት የብለይን ግን ጃስ ንኣብነት እየ ዝዛረበክን ዘለኹ ማለት እዩ ስለዚ ምስ ደቅና ብጣዕሚ ዝጠበቀ ኮነክሽን ክህልወና እዚ ቨሪ ቨሪ ኢምፖርታንት ዩ ክነግረክን ብፍላይ ከኣ ኣደ ኮንካ ማለት ዩ ንኣብነት ክበክኒ ንምንታይ ዝጠቅመና ብጣዕሚ ኮነክሽን ጌርና ብጣዕሚ ምሳና ኣልጊብና ነዘን ቆልዑ እዚኤን እንድሕሪ ዕቢናየን እንታይ ይፍጠር ሕጂ ኣብ ሞንጎና ኣብ መንጎ ደቅናን እንታይ ይፍጠር ብጣዕሚ ጽቡቅ ዝኮነ ቅርርብ እንድሕር ኣለና እንታይ ይፍጠር መሲልክን ቀዳማይ ትረስት ማለት እዩ ይኣምናኽን ደቅኽን ንዓኽን እንዳ ኣመና እየን ዝዓብያ ማለት እዩ ከመደኤን ዘይኮነ ከም ማሓዘኤን ከመዲኤን ከም ኩሉ ነገር እየን ንዓኽን ዝኣምናኽን ማለት እዩ ስለዚ እንታይ ይኾና ኣለዋ እዘን ቆልዑ እዚኤን ምስ ዓበያ ደቂ ዓሰርተ ሰለስተ ዓመት ምስ ኮና ደቂ ዓሰርተ ኣርባዕተ ዓሰርተ ሓሙሽተ ክሳብ እቲ ዓሰርተ ሸሞንተ ዘሎ ናይ ንእስነት እቲ ናይ ዋዒ ግዜኤን ክሳብ ዝውዳኣ ንዓኽን እንዳሰምዓኽን እየን ዝዓብያ ማለት እዩ ምኽንያቱ ዝሓለፈ ትረስት ኣለወን ምሳኽን ማለት እዩ ኣተዓባብያ ፅቡቅ ስለ ዝኾነ ምሳኽን ዘለወን ፅብቂ ብጣዕሚ ዝጠበቀ ስለ ዝኾነ ማለት እዩ ዳሓር ንዓኣን ኮንትሮል ክትገብራ ኣየፀግመክንን እዩ እቲ ኮንትሮል ሕጂ ብሓይሊ ዘይኮነ ብሜላ ማለት እዩ። ሜላ እዩ ንኩሉ ብሜላ ኢና ደቅና ክንሕዞም ንኽእል ኣብ ደገ ብሓይሊ ዝኸውን ነገር የለን ክሃርመኪ እየ ጸጊብኪ ዶ ጽንሒ ዶ ገለ ከምኡ ዝበሃል የለን ከምኡ እንድሕር ኢልናዮም ባዕልና ኢና ኣሕሊፍና ንጥርፋት ንህቦም ዘለና ማለት እዩ ባዕልና ኢና ናይቲ ጥፍኣት መገዶም ነቃላጥፈሎም ዘለና ማለት እዩ ለትሰይ እንድሕር ዓውዓው ኢልና እንድሕር ተጻሪፍናዮም እንድሕር ዋላ ሓንቲ ምስኦም ኮነክሽን እንድሕር ዘይብልና በቃ ቀዳመ ሰንበት ክኸውን ከሎ ኣክንዲ ምስኦም ንዕኦም ዝሕጉሶም ኣክቲቪቲታት እንዳኸድና ድዩ ከም ኣደን ከም ወላድን ኮይና ኢሂን ሚሂን እንድሕር ዘይተባሂልና ምስኦም ፅቡቕ ዝኾነ ግዜ ሜሞሪብል ዝኾነ ግዜ እንድሕር ዘይሕልፍና ጥራሕ በቃ ይብልዑ ይስተዩ ጥራሕ እንድሕር ኢልና ንሕና ቆልዑ እንድሕር ዘይብሎም ኮይና ኩሉ ነገር ብጣዕሚ እዩ ደሓር ክኸብደና ማለት እዩ። ንምእላዮም ብጣዕሚ ኽከብደና ማለት እዩ ስለዚ ኣቅድሚ ደቅና ብጣዕሚ ስትሪክ ክንከውን የብልናን ኣብ ዓድና እዩ ስትሪክ ምኳን ስትሪንግ ፓረንት ምኳን ደቅካ እዩ ዘጥፍኦም ማለት እዩ ሕጂ ኣነ ሕጂ በቃ ስትሪክ ኣይንኹን ክብ ዝብል ዘለኹ ሕጂ ከምዚ ምሻ ኣሎ ኣይትእተዊ ኣይትውፅኢ መንያ ምስ መንያ ቴሌፎን ኣይትሓዝዮ ምስ መንያ ክትፀሓሓፊ ዘለኺ ገለ መለታት ገለ ማለት እዩ መጀመርያ መጀመርያ ኣብ ገዛ ማለት እዩ ክንዕብዮም ከለና እዞም ቆልዑ እዚኦም እንድሕር ተሌፎን ሂብናዮም እንድሕር እዚእን ኣይፓዳት እንድሕር ኣይፓድ ኢልኩም ተሌፎን ኢልኩም እዩ ንቆልዑ ዘጥፍእ ዘሎ ክነግረኩም ንሕና ይመስለና ከውን እምበር እንታይ ይፀሓሓፋ ምስ ኣዕሩኽተን ጌና ጌና ካብ ደቂ ሸውዓተ ዓመት ጀሚረን እዘን ቆልዑ እዚአን ብላፕቶፕ ዝሪኦ ኣሎ ብኢንተርነት ዝሪኦ ኣሎ ስለዚ ጠቕላላ ተሌፎን ኮነ ላብቶብ ኮነ ኣይተፍቅዱሎም ንደቅኹም እቶም ቆልዑ ዘለኹም ናእሽቱ ዘለዉ ብሒጂ ማለት እዩ ጠቕላላ ተለቭዥን ይርኣዩ ኣብ ተለቭዥን ኔትፍሌክስ ክፈሉሎም ወርሓዊ ናይ ቆልዑ ሙቪታት ኣብኡ ይርኣዩ ምክንያቱ በቲ ተለቭዥን ዝብል ካልእ ነገር ሰርች ክገብሩ ይክእሉን እዮም ማለት እዩ ሎሚ እዞም ቆልዑ እዚኦም ብጣዕሚ ኢንታሊጀንት ዝኾኑ ቆልዑ እዮም ወዲ ሓሙሽተ ዓመት ከመይ ጌርካ ሰርች ይግብር ኣብ ጎጉል ከመይ ጌርካ ኣብ ኣብ ዩቱብ ሰርች ይግበር ኩሉ ይፈልጡ እዮም ንስኹም ይፃወተ ኣለዉ በቃ መሬት ሰማይ እዩ ዘሎ ኢልክን ናብራኽን ትገብራ ኣቑሑት ክን ትሓፅባ ገለመለ ተብላ መቸም ከም ልምዲ ሕጂ ደቅና እንድሕር ረቢሾም ንሕንካ ላፕቶፕ ምክንያቱ ናይ ታሽዓ ግዜ ኢኽን ትሓስባ ዘለኹ ናይ ታሽዓ ግዜ ከይርብሹኽን እሞ በቃ በታ ቴሌፎኖም ነታ ቴሌፎኖም ክርእዩ ግዜ ዝወስዱ ዘለዉ ኢኽን ትሪኣ ዘለኹ ንስኽን ኣቑሑት እንዳሓፀብክን፣ ንስኽን ቢዚ ቡን እንዳሰተኽን ምስ መሓዙትክን በታ ተሌፎን በታ ላፕቶፕ ግን እንታይ ይሪኡ እንታይ ሰርች ይገብሩ ምስ መሓዝቶም ኮይኖም you have no idea ኣይትፈልጠንክን ማለት እዩ። ስለዚ ካብ መሰረቱ ነዞም ቆልዑ እዚኦም ካብ ላፕቶፕ ዶ ተሌፎን ዶ ንህቦም ምስኦም ብኣካል ጊዜ ከነሕልፍ ክንክእል ኣለና። ናብ ኣክቲቪቲታት ክንወስዶም ክንክእል ኣለና። ካብኡ ሓሊፉ ካብ ተሌፎን ካብ ኣይፓድ ሓሊፉ ካልእ ብዙሕ ኣክቲቪቲታት ከም ዘሎ ክንወስዶም ከነርእዮም ክንክእል ኣለና ማለት እዩ። ነዚ ሕጂ ዋጋ ዋጋ ክንከፍለሎም ኣለና ብንእሽተ ብንእሽተኦም እንድሕር ዋጋ እንድሕር ዘይከፍልና ደሓር ምስ ዓበዩ ምምላሶም ብጣዕሚ ከቢድ እዩ ማለት ኢትስ ኢምፖስብል ማለት እዩ። ስለዚ እንታይ ኢለክን መጀመርያ መሓዝኦም ኮይና ኢለክን ጽቡቕ ነገር እንዳዕለልክንኦም ብዛዕባ ዘሕለፍክንኦ ፍቕሪ ከመይ ጀሚርኩም እዚ ሕጂ ኣብ መዓስ ክንደይ ዕድመ ዘለዎም ትጅምራሎም ካብ ደቂ ዓሰርተ ሓደ ዓሰርተ ሰለስተ ዘለዋ ዕድመ ላይ ናትኩም ናይ ናይ ፍቅራዊ ላይፍ ከመይ ነይሩ ከመይ ጀሚርኩሞ እዚ ትዕልልዎ ማለት እዩ ሽዑ ጽቡቅ ኮኔክሽን ምስ ፈጠርክን ክትዛረበ እንተለኽን ብፍላይ ነዋልድ ኣቅድሚ ቡኡን ኣይኮንክን ትዛረበን ኣቅድሚ ሕዋተን ኣይኮንክን ትዛረበን ከምዚ ዓይነት ፐርሰናል ዝኾነ ነገር ናይ ጓል ናይ ኣዋልድ ዝምልከት ነገር በይነን ኣብ ጽምዋ ገዛ ዝኾነ ኣምሲልክን ኢኽን ክትዛረበን make sure ኣብ ጥቐእን መሓዝእን የላ ሰብ የለ ገለ የለ ንስኽንን ደቅኽንን ማለት እዩ እዘን ቆልዑ እዚኤን ሽዑ እቲ ክዛረብኦ ዘለዋ ነገር ክሓተኦ ዘለወን ነገር ሴፍ ስለ ዝኾነ ኣብ ከባቢኤን እክስቶ ከይሰምዐን ኢለን ዘይስከፋሉ ነገር ክኸውን ኣለዎ እቲ ቦታ ትዛራረባሉ ምስ ደቅኽን ማለት እዩ ብድሕሪኡ ትዛረብኦን ማለት እዩ ኦኬ መጀመርያ ኮኔክሽን ኢለክን ዶ ኣተዓባብያ ኣልግብኦም ምሳኽን ክሳዕ ክዓብይ ከሎ ካብ መጀመርያ ሌሎክን ኦኬ ቁፅሪ ክልተኻ ቁፅሪ ክልተ ካብ ደቂ ዓሰርተ ሰለስተ ዓመት ንንዮው ዘለዋ ደቅና ከመይ እዩ እንታይ እዩ እንታይ እዩ ስጋዊ ርክብ ክንምህረን ክንክእል ኣለና ከመይ ጌርካ ኢኻ ትጠንስ ጥንሲ ብኸመይ እዩ ዝመጽእ ክንምህረን ክንክእል ኣለና ማለት እዩ ኣብ ዓድና ሕጂ ኣጸያፊ ከምዚ ከምኡ ዶ ይበሃል እዩ ከምኡ ዝበሃል የለን እዚ ድሑር ኣተሓሳስባ ክንገድፎ ክንክእል ኣለና ማለት እዩ እዘን ቆልዑ እዚኤን ቅድሚ ንሕና ምምሃረን ኣብ ቤት ትምህርቲ ብዛዕባ ስጋዊ ርክብ ይመሃራ እየን ማለት እዩ። ስለዚ ሓድሽ ነገር ኣይኮነን ብዛዕባ ስጋዊ ርክብ ምምሃር። ናቹራላዊ እየን ይፈልጣ እየን ከኣ ማለት እዩ። ስለዚ እንታይ ክንገብር ኣለና ከመይ ጌርካ ኢኻ ትጥንስ ሓንቲ ጓል ኣንስተይቲ ብኸመይ እዩ ጥንሲ ዘጋጥማ ብዛዕባ ስጋዊ ርክብን ጥንስን ንደቅና ኮፍ ኣቢልና ኣብ ሴፍ ሰብ የብሉ ሰብ ኣቦኣ የብሉ ኣሕዋታ የብሉ ንስኽንን ንሳን ማለት እዩ። ሽዑ ንሳ ክትሰምዐኪ እውን ዋላ ኮንፊደንስ ትገብር ኣላ ማለት እዩ ኦኬ ንኸይትጠንስ ከ እንታይ ክትገብር ከም ዘለካ ክንምህረን ክንክእል ኣለና ናይ ጥንሲ መከላኸሊ ከም ዝውሰድ ክንምህረን ክንክእል ኣለና እንድሕር ናይ ጥንሲ መከላኸሊ ዘይወሲድካ ከዓ ከም ትጠንስ ክንምህረን ክንክእል ኣለና መከላኸሊ ጥንሲ እንድሕር ዘይወሲድና ቆልዓ ከም ንወልድ ክንነግረን ክንክእል ኣለና ማለት እዩ። ኣብ ትሕቲ ዕድሜኻ እንድሕር ቆልዓ ወሊድካ ከኣ ሳዕቤን ከም ዘምጸልካ ክንምህረን ክንክእል ኣለና ማለት እዩ። ኩሉ ክሊር ክንከውን ኣለና ማለት እዩ። እቲ ኮሚኒኬት ንገብሮ ምስ ደቅና ንባዕልና ኤዲኬት ክንገብር ኣለና ነብስና ማለት እዩ። መጀመርያ ኤዲኬት እንድሕር ጌርና ንነብስና እዘን ቆልዑ እዚኤን ሰርች ጌረን ክረኽብኦ ስለ ዝኽእላ ምስቲ ሰርች ዝገብርኦ እቲ ናትና ንዛረበንን ማች ክገብር ኣለዎ ተዘይ ኮይኑ ኣብ ልዕሌና ዘለዎ ትረስት ኣይኣምናናን እዩ ንሕና ዋላ ፉሊ ኤዲኬትድ ምዃንና ኣብ ልዕሌና ዘለዎን ኣረኣእያ ንዕቐት ክኸውን ስለ ዝኽእል ጽቡቅ ጌርና ንባዕልና መጀመርያ ኤዲኬት ክንገብር ክንክእል ኣለና ንነብስና ማለት እዩ ንባዕልና ኤዲኬት ምስ ገበርና ኢና ደቅና ከኣ ክንምህረን ዘለና ማለት እዩ ስለዚ ብፍላይ ደቂ ዓሰርተ ሓሙሽተ ገለ ተኮይነን ሲ ጽቡቅ ጌርካ ከመይ ጌርካ ሰርች ይግበር ኩሉ ነገር ይፈልጣ እየን ማለት እዩ ግን እንታይ እዩ ጃስ ንሕና ክንገብሮ ዘለና ሓላፍነት ግን ክንገብር ክንክእል ኣለና ማለት እዩ ኦኬ ኢለክን ዶ ብዛዕባ ስጋዊ ርክብ መሃረን ኢለክን ብዛዕባ ስጋዊ ርክብ ምስ መሃርክንአን መከላኸሊ ጥንሲ መሃረን እቲ መከላኸሊ ጥንስኸ ካበይ ከም ዝርከብ ከኣ ክትምህረእን ክትክእላ ኣለክን። መጀመርያ ክትገብርኣ ዘለክን ደቂ ዓሰርተ ሓሙሽተ ምስ ኮና እዘን ቆልዑ እዚኤን ደቂ ከማን ካብ ዓሰርተ ኣርባዕተ ደቂ ዓሰርተ ኣርባዕተ ዓመት ምስ ኮና እዘን ቆልዑ እዚኤን ናብቲ ናትክን ናይ ፋሚሊ ዶክተር ባዕለን ከይደን ምስ ዶክተርክን ምስቲ ናትኩም ናይ ፋሚሊ ዶክተር ኢሂን ሚሂን ክበሃላ ከተፍቅዳለን ክትክእላ ኣለክን። ናብ ዶክተር ክትከዳ ከለክን ሒዝክንእን ናብቲ ዶክተር ኣይትእተዋ ምኽንያቱ ክዛረብኦ ዘለወን ዝኾነ ነገር ክሓትኦ ዘለወን ብዛዕበእን ንዶክተር ክህልወን ስለ ዝኽእል ባዕለን ኣፖይንትመንት ወሲደን ንዶክተርን ብኣካል ክረኽብኦ ክኽእላ ኣለወን ማለት እዩ። ምስቲ ዶክተርክን ከኣ ንስኽን ክትዛራረባ ክትክእላ ኣለክን ማለት እዩ። ምኽንያቱ ንምንታይ ኢኽን ከምኡ ክትገብራ ዘለክን ማለት እዩ ደቅና ምናልባት ሕፍረት ክስምዐን ስለ ዝኽእል ማለት እዩ ዝኾነ ክፈልጥኦ ዘለዎን ነገር ክህሉ ይኽእል እዩ ግን ንሕና ኣዲኤን ስለ ዝኾንና ንእሽተይ ሕፍረት ናይ ሕፍረት ምልክት ከርእያ ስለ ዝኽእላ ኩሉ ነገር ክነግራና ስለ ዘይክእላ ወይ ክፈልጥኦ ዘለዎን ነገር ክሓታና ስለ ዘይክእላ ንዶክተርክን ምስ ዶክተርክን ተዘራሪብክን ኣፖይንትመንት ሒዝክን ንደቅኽን ማለት እዩ በይነን ናብቲ ዶክተር ናብቲ ክሊኒክ ክሰደእን ክትክእላ ኣለክን ሽዑ ንቲ ዶክተር ኣፍ ልበን ነፊሐን ብኮንፊደንስ ክሓትኦ ክፈልጥኦ ዘለወን ነገር ክሓክኦ ይክእላ እየን ማለት እዩ ስለዚ እቲ መከላከሊ ጥንሲ ከኣ እንታይ ይመስል ካብ ፋርማሲ እውን ክረክብኦ ከምዝክእላ ከኣ ክትምህርኤን ክትክእላ ኣለክን ማለት እዩ ምክንያቱ ዶክተርክን ከይት ከይደን እዘን ሰባት እዚኤን ዘይክሓትኦም ይኽእል ኣዩ ምኽንያቱ እንታይ እየን ዝሓስባ ኣነ እንድሕር ንዶክተረይ ኣዘዘለይ ናይ መካላኸሊ እንድሕር ኢለዮስ ንማማ ክነግራ እዩ ማማ ከኣ እንታይ ክትብለኒ እያ ገለ ከምዚ ምሻሎ ከምኡ ሓሳብ ስለ ከሕድራ ስለ ዝኽእላ ንስኽን ግን ጃስ ዋላ እቲ መካላኸሊ ጥንሲ ባዕልኽን ገዚእኽን ናብ ገዛ ተምጽኦ ማለት እዩ ሽዑ እንታይ እዩ ዝመስል እቲ መካላኸሊ ጥንሲ መዓስ ይውሰድ ኩሉ ነገር ንደቅኽን ኤዲኬት ክትገብርእን ክትክእላ ኣለክን ካብ ፋርማሲ ከይደን ከም ዝገዝኦኦ ብዘይ ወላ ሓዲ ዶክተር ገለ ካብ ፋርማሲ ከይደን ከም ዝገዝኦኦ ክዓ ክትነግርእን ክትክእላ ኣለክን ሓደ እዚኣ መንካላኸሊ ፅንሲ ሓዲ ካልእ ክዓ ናይ ስጋዊ ርክብ ፕሮቴክሽን ማለት እዩ ንኣብነት ከም በዓል ኮንዶም ማለት እዩ ኣብዚ ሕጂ ጓል የብልየ ስለ ዝብላ ከይትሰምዐኒ እያ ቀስ ኢለ ዝዛረብ ዘለኹ ከም በዓል ንሱ ሕጂ ከመይ ጌርካ ንሕና መከላኸሊ ጥንሲ ጥራሕ እኹል ኣይኮነን፣ ምኽንያቱ ሕማማት ኣሎ ማለት እዩ። ካብ ጥንሲ ሓሊፍካ ሕማማት ከም ዘሎ፣ ብስጋዊ ርክብ ዝመሓላለፍ ሕማማት ከም ዘሎ፣ እዚ ሕማማት እዚ ኸኣ መድሃኒት ከም ዘይብሉ ክንነግረን ክንክእል ኣለና ማለት እዩ። ሽዑ እንታይ ኮይነን ኣለዋ እዘን ቆልዑ እዚኤን? ኣዌር ኮይነን ኣለዎ። እዚ ሕማም እዚ መድሃኒት ከም ዘይብሉ ኣዌር ኮይነን ኣለዋ ማለት እዩ። ብዛዕባ እዚ ሕማማት ከኣ ዋላ እትሪኣ ምስእን ምስ ደቅኽን ኮይንክን movie ናይ ከምኡ ድዩ እንታይ ይኾኑ እዞም ሰባት እዚኦም ኣብ ኩሉ ከምዚ ነገር ክትሪኣ ክትክእላ ኣለክን ማለት እዩ ምስ ደቅኽን ሽዑ እንታይ ኮይነን ኣለዋ እቶም ቆልዑ ኣብ ውሽጠን እንታይ ተሕድራ ኣለኽን ኣዌርነስ ኢኽን ተሕድራ ዘለኽን ማለት እዩ ኦኬ ከምዚ ተኾይነስ ከምዚ ተኾንኩ ከይለን ፍርሓት ስለ ዝሕዘን እንታይ ይኾና ይጥንቀቃ ማለት እዩ ኦከይ እዚ ክትገብራ ክትክእል ኣለክን እንታይ ኢለክን መከላኸሊ ጥንሲ መሃረን ኢለክን መከላኸሊ ጥንሲ እውን እኹል ከም ዘይኮነ መሃረን ኢለክን ፕሮቴክሽን ማለት ናይ ስጋዊ ርክብ ፕሮቴክሽን ንኸይሓማ ፕሮቴክሽን ክትምህርአን ክትክእላ ኣለክን ኢለክን ኦኬ እዚኣ ሓንቲ እዚአን ክልተ ኢለክን ምሽ ኦኬ እቲ ካልእ ነገር ከዓ ምስ ደቅና ክንገብሮ ዘለና ነገር ከዓ እንታይ ክትገብራ ኣለክን ማለት እዩ መሓዙተን መን እዮም ንደቅና መካይድደን መን እዮም? ኣብ ትምህርቲ መዋዕልተን በዓል መን እዮም? ክንፈልጥ ክንክእል ኣለና። ብኸመይ መገዲ ኢና ንፈልጦም? ንገርኒ መን እዮም መካይድኺ ኮና ንብላ። ከምኡ ኮና ንብለን። መካይድትኺ መን እዮም? ምስ ስነ ስርዓት ዘለዎም ቆልዑ ዶ ትኸዲ ኣለኺ ኢልና ይኮና ነብለን ንደቅና ብሜላ ማለት እዩ እንታይ ትገብራ ንኣብነት በርስደየን ክመፅእ ሓቀይ ኦኬ በርስደየን ክመፅእ ኦኬ በርስደይ ንመሓዙትኪ ሒዝክዮም ምጺ ኣብ ገዛ ከመይ ዝበለ ድራር ከጋብዘኩም እየ ትብሎም ሽዑ ግድን እያ ነቶም ትቀርቦም መሓዙት ግድን እያ ክትጽውዖም ሓቀይ ሽዑ መን ምዃኖም መሓዙት ብሜላ ፈሊጠን ኣለኽን ማለት እዩ ዋላ በርስደይ ዘይኮነ ከማን ዲነር በቃ ሳደንሊ ዲነር ኦኬ ሎማዓንቲ ድራር ሰሪሐ ንመሓዙትኪ ዓድምዮም ትብልዋ ትብላ ሽዑ እቶን መሓዝታ ክመጽእየን ተዕልሎኦም መን ድኣ ይበሃሉ ስድራኹም ኣበይ ትነብሩ ኩሉ ሕጂ እቲ ኢንፎርመሽን ብ ፍሬንድሊ ዝኾነ ማነር ማለት እዩ ከምዚ ሲረስ ዘይኮነ ሲረስ ዝኾነ ገጽ ዘይኮንኩም ተርእኦም ከም ኖርማል ፍሬንድ መሲልክን ኣበይ ድኣ ትነብሩ ኣበይ ዓድኹም ምሻሎ ስድራኹም ከመይ እዮም ገለ ከምዚ ኢልክን ክሽዑ ክትቀራረባ ማለት እዩ ምስተን ቆልዑ ፅቡቅ ኮነክሽን ክትፈጥራ ክትጅምራ ክትክእላ ኣለክን ምስተን ቆልዑ ማለት ዋላ እቶም ቆልዑ ከም ገለ ይኹኑ ማለት እዩ ሽዑ እቶም ቆልዑ ምስ ፈለጥክንኦም ሽዑ ምስተን ቆልዑ ምስተን መሓዝትን ማለት እዩ ፅቡቅ ዝኾነ ኮነክሽን ክህልወክን ክኽእል ኣለዎ ንምንታይ ንምንታይ እዩ ምስ መሓዝት ምስ ደቂ ናይ ደቅና መሓዝት ፅቡቅ ኮነክሽን ክህልወና ዝግባእ ምኽንያቱ ጽባሕ ንግሆ ዝኾነ ነገር ምስ ኣጋጠመ መን እዮም ቀንዲ ተሓተቲ? እተን መሓዙታ ሓቀይ? ንመሓዙታ ምስ መሓዙታ እንድሕር ጽቡቕ ኮነክሽን እንድሕር ኣለኩም ኮይኑ ንደቅኽን ክትቋጻጸር'ን ኢዚ እዩ ማለት እዩ። ሽዑ ከም ሕቶ ኣምሲልክን ትሓተእን ማለት እዩ። ሽዑ ጓልና ዋላ እታ እቶም ደቅና ዋላ ክነግሩና ዘይክእሉ እንድሕር ኮይኖም ካብ መሓዙቶም ኢንፎርመሽን ክንረክብ ንኽእል ኢና ማለት እዩ። ስለዚ ነዚ ዝጠቕመና ምስ መሓዙቶም ጽቡቕ ቅርርብ ክህልወን ኣብ ክንዲ ከምዚ ዝበለ ገጽ ነርእዮም ምስ መጹ ናብ ገዛና ፍሬንድሊ ዝኾነ ገጽ ማለት እዩ ሕጉስ ዝኾነ ገጽ በቃ ኣብ ገዝ ኣብ ገዛኽን ብምምጽኦምሲ ሕጉሳት ምዃንክን ጽቡቕ ጌርክን ትከናኸንኦም ማለት እዩ። ብኸምዚ መልክዕ ከኣ እንታይ ትገብራ ምስኦም ጽቡቅ ኮነክሽን ትፈጥራ ካብኦም ሓሊፍኩም ከኣ ምስ ስድርኦም ጽቡቅ ኮነክሽን ትፈጥራ ማለት እዩ ከምዚ ይጠቅመና ማለት እዩ ኦኬ ንሱ ምስ መሓዝቶም ጽቡቅ ኮነክሽን ትፈጥራ ኣለክን ኢለክን ኦኬ እቲኣ ካልእ ነገር ከኣ ከመሓላልፋ ደልየ ዘለኹ እንታይ እዩ ልብሰይ ንኣብነት በርስተይ ሓቀይ በርስተይ ሕጂ ናይ መሓዝቶም በርስተይ ክኸውን ከሎ ዝኸዳ እየን ሓቀይ ብርስተይ ክኸውን ከሎ ምስ ደቅና ክንዛራረብ ክንክእል ኣለና ኮፍ ኣቢልና ኣብሮም ክንዛራረብ ክንክእል ኣለና ኣይትኺድ ኣይተምስን ሰዓት ካብዛ ሰዓት እዚኣ እንድሕር ኣምሲኻ ከይትምለስ ገዛ ኮና ንብሎ ከምኡ ተልናዮም ንጥፍኣት ኢና ንህቦም ዘለና ንደቅና ማለት እዩ እንታይ ኢና ክንገብር ዘለና ሕጂ ብሜላ ኢና ኮንትሮል ክንገብሮም ዘለና ማለት እዩ ኦኬ ንኣብነት እንታይ ትገብሮም እንታይ ትነግሮም ስቶሪ ትነግሮም ማለት እዩ ንኣብነት ክንደይ ሓደጋ ከም ዘጋጠመ ክንደይ ቆልዑ ከም ዝጠፍኣ ካብ ፐርስያት ክትነግረን ትክእል ኣለክን እዚ ሕጂ ብዘፍርሕ እዚ ነገር ኣይኮንክን ክትነግረን ዘለክን ጃስት ከም ስቶሪ መሲልክን ኖርማል ከም ስቶሪ መሲልክን ትነግረን ማለት እዩ ኣብ ፐርስቴ ምስ ከዱ ከምዚ ኢሎም ጠፊኦም ከምዚ ምስ ከዱ ከምዚ ኢሎም ቢሎ ብ ብ ኖርማል ዝኾነ ብፍርሒ ናይ ምፍር ናይ ፍርሒ መንፈስ ዘይኮኑ ትሕድራደንስ ግን ስቶሪ ትነግረን ኖርማል መሲልክን ሽዑ እ እንታይ ዝዝከረን እቲ ስቶሪ እዮም ዝዝክርዎ ማለት እዩ ሽዑ ንነብሶም ፕሮቴክት ክገብራ ክፍትና እየን ሽዑ ነቲ ስቶሪ ምስ ነገርክነን ከመይ ጌርካ ከ ፕሮቴክት ከም ትገብር ከምዚ ከምዚ ተዝገብሩ ነይሮም እኮ ከምዚ ኣይመጋጠሞምን ኢልኩም ሽዑ ብሜላ ማለት እዩ ብሜላ እንታይ ትገብሮም ትሕዞኦም ማለት እዩ ንሱ ጥራሕ ኣይኮነን እንታይ ትገብረን ኣለክን ንደቅኽን ኣዕሩኽ እንድሕር ኣለውኽን ዓርኪ እንድሕር ኣለኪ ፊል ፍሪ ሒዝክዮ ምፅ ናብ ገዛና ትብለን ምክንያቱ እንድሕር ከምኡ ኢልኪ እንድሕር ከምኡ ኢልክንአን እንድሕር ፅቡቅ ኮኔክሽን እንድሕር ኢንቫይት ጌርክነን ዕሩኽተን ናተን ቦይፍሬንድ ናብ ገዛ ከምፀኣ ከምፀኦም እዮም ማለት እዩ ንዓርኪ ከምጽእዮ ከነጋብዞ ድራር ከነጋብዞ ትብልኣ ማለት እዩ። ሽዑ እንድሕር ከምኡ ኢልኪ እንድሕር ከምኡ ኢልኪ ንኣ መን ምዃና ዓርካ ፈሊጥክን ኣለኽን ኣሕዋተይ መዓረይ። ክሕዛ እየን እኮ ዓርኪ ሕጂ ንምንታይ ዓርኪ ሓዚ ንብላ ንምንታይ ከምኡ ኣይኮነን ከይበልክያ እኮ ብሕቡእ ሕኮ ብሕቡእ ሕቡእ ክትሕዝያ እኮ ጽባሕ ንጎሆ ግን እቲ ዓርካ ሕማቅ ገይርዋ ምስ ከደ ኣየናይ ይሓይሽ ንምንታይ ዓርካ ክተምጽእ ነፍቅደላ ገለ ክትብላ ትብላ ሰባት ኣይተሰኣናንክን ኣየናይ ይሓይሽ ዓርካ ኣምጺክን ዓዲምክን ንዓርካ ምፍላጥ መንዩ ካበይ መጽዩ ኣበይ ስድርኡ ኣበይ ቦትኡ ኣበይ ዝቅመጥ ምፍላጥ ድሓይሽ ወይስ ጽባሕ ንግሆ ብሕቡእ ሓሕቡእ ዓርኪ ሒዛ ጽባሕ ንግሆ ምስ ተባኣሱ ቀቲልዋ ወይ ደርብይዋ ምስ ከደ ሽዑ መንዩ ኔሩ ዓርካ ተባሂሉ ኣይፍለጥን ምስ መን ትኸይድ ኔርካ ኢልካ ኣይፍለጥን እዩ ስለዚ ነዚ ሪዝን ንደቅና ውሕስነት ንኽንብል ንደቅና ሴፍቲ ንኽንብል ኢና እዚ ኹሉ መስዋእትነት ንገብር ማለት እዩ ስለዚ ዋላ ዕረ እንዳጠዓመና ነቲ ዓርካ ኣምጺና ዓዲምና ብኽብረት ክንሕዞ ክንክእል ኣለና ፈቲና ጸሊእና ማለት እዩ። ንመን ኢልና ንደቅና መስዋእትነት ኢልና ማለት እዩ ኦኬ ለት ሰይ ንበሎ ፓርቲ ይሃልዎም ንኣብነት እዞም ቆልዑ ሓቀይ ፓርቲ መቸም ምስ ዓበዩ ደድሕሪኦም ኣይኮናን ንኸይድ ከምዚ ሕጂ ቆልዑ ዘለዎ ፓርቲ ኮናን ንሕና ምስኦም ንኸይድ እግሪ እግሮም ኣይኮናን ንኸይድ ክዓብ እዮም ደቂ ዓሰርተ ሓሙሽተ ዓመት ምስ ኮኑ ደድሕሪኦም ኣይኮናን ንኸይድ ግን ፅቡቅ ኮኔክሽን እንድሕር ኣለና ኮይኑ ግን እንታይ ትብሎም ንኣብነት ተብፅሓካይ ብመኪና ፓርክ ናብቲ ፓርት ኣነ ከብፅሐካ የት ከም ኖርማል ኮይንክን ማለት እዩ ከም ኖርማል ኮይንክን እዚ ኩሉ ትገብርኦ ዘለኽን ብሜላ ክኸውን ኣለዎ ኮንትሮል ዘይብሉ ማለት እዩ ሓንቲ ግዜ እዞም ቆልዑ እዚኦም ኮንትሮል ከም ትገብርኦም ዘለኽን እንድሕር ፈሊጦም ይኽይልክን እዩ ማለት እዩ ስለዚ ከም ኖርማል ኮይንክን ኦኬ ከብፅሓካ እየ ናብ ፓርቲ ክወስደካ እየ ናብቲ እንዳዕርፍትኻ ክትምለስ ከለኻ ከዓ ወይ ክትምለስ ከለኺ ከዓ ደውልለይ ኣብ ዝኾነ ሰዓት ደውልለይ ምስ ወዳእኺ ኣነ መፅየ ፒክ ክገብረኪ እየ ትብለን ኣየናይ ይሓይሽ ፒክ ምግባር ለይቲ ምግብ ድሪ ንደቅኻ ኮሌክት ወይ ብሴፍ ነት ናብ ገዛኽን ኣምጺኽን ምስ ደቂኽን ምዕራፍ ዶ ይሕሸክን ወይስ ብኡበር ተሰቂሎም ዞም ቆልዑ እዚኦም ናብ ዝኸድዎ ዘይተፈለጡ ምጥፋእ ኣየናይ ይሓይሽ ስለዚ እንድሕር ሴፍት ንደቅና እንድሕር ደሊና መስዋእትነት ይሓትት እዩ ማለት እዩ ስለዚ እቶም ቆልዑ ሽዑ ከምኡ ምስ በለኹም ምስ ደወሉልክን ለይቲ ምድሪ ዋላ ይስከሩ ዋላ የብሉ ንደቅኹም ግን ሒዝኩም መጺኹም ኣለኹም ማለት እዩ። ምስ ደወሉልኩም ልክዕ ከም ናይ ኡበር ድራይቨር ከይድኩም ንደቅኹም ካብቲ እንዳ ፓርቲ ተምጽኡ ማለት እዩ። እንድሕር ዘየምጺኹሞም ከ እንታይ ክኸውን? ኣብኡ ተደርብየን ዝኾነ ነገር ይጻወተለን፣ ዝኾነ ወዲ ይጻወተለን፣ ሰኺረን ዝኾነ ወዲ ይጻወተለን ወይ እቲ ኡበር ድራይቨር ይጻወተለን፣ ከምኡ እዩ ክኸውን ማለት እዩ። ስለዚ ካብ ከምኡ እንታይ ክትገብራ ኣለክን? ንደቅክን ከይድክን ካብቲ እንዳ ፓርቲ ተምጽኣ ካብ ናትኪ እንዳ ፓርቲ ትወስዶ ከምኡ እዩ ክከውን ዘለዎ ማለት ከምኡ እዩ ክከውን ዘለዎ ኣይ ኖው ይፈልጥ እየ ናትና ተዓባቢ ኣይኮነን ናትና ባህሊ ኣይኮነን ግን ዕረ እንዳ ጠዓመና ንደቅና ድሕንነት ክንብል ከምኡ ኢና ክንገብር ዘለና ማለት እዩ ካልእ ክንገብሮ ክንገብሮ ዘለና ከኣ ደቅና መታን ኮንፊደንስ ክህልወን ዝኾነ ሆቢታት ክንወስደን ክንክእል ኣለና ምስ ዓዲ ዝኸይድ ሆቢታት እንድሕር ሆቢታት እንድሕር ወሲድናየን ካልእ ስፖርት ዝኣመሰለ ድዩ ብዙሕ ሆቢታት ድዩ ሳይክል ድዩ ዋላ ቦሊበል ድዩ ባስኬትቦል ድዩ ኮታስ ንሰን ዝፈትወኦ ዝኾነ ዓይነት ስፖርት ክንወስደን ክንክእል ኣለና። እንድሕር ከምዚ ዓይነት ስፖርት እንድሕር ወሲድናየን ብዙሕ ኣክቲቪቲታት እንድሕር ዝገብራ ኮይነን ናብ ካልእ ሓንጎለን ኣይስረቕን እዩ። ናብ ሕማቕ ነገራት ድራግ ዶ መስተ ዶ ገለ ኣእምሮኤን ኣይስረቕን እዩ ማለት እዩ። እንታይ እየን ክኾና በቲ ናተን ሆቢ ኩሉ ግዜ ብኡ ተጸቒጠን እየን ክኸዳ በቃ ናብኡ ክኸዳ ጥራሕ እየን ዝደልያ ማለት እዩ። እንድሕር ሆቢ የብለን ገለ የብለን ቦሪን ዝኾነ ላይፍ እንድሕር ኣለወን ኣብ ገዘኣን ግን ክሽልችወን እዩ ከምዚ ሕጂ ቆልዑ ዘለወን ስቅ ከምዚ ሕጂ ዘለዎ ቆልዑ ስቅ ኢልካ በቃ ኮፍ ኢለን ተለቪዥን ክሪኣ ኣይኮናን ምስ ዓበያ ደቂ ዓሰርተ ሓሙሽተ ዓመት ምስ ኮና ይሽልችዎም እዩ ብጣዕሚ እዩ ዝሽልችዎም ስለዚ ሆቢ እንድሕር ኣለዎም ግን ንስኽን ብመኪና ጌርክን ናብትና ሆቢ እንትወስደእን ምስ መሓዝተን ኣብኡ ይራኸባ በቲ ንጥዕነአን ፅቡቕ እዩ ስፖርቲ በቲ ከዓ ናብ ሕመቕ ነገራት ከዓ ኣይኸዳን እየን ማለት እዩ ናብ እንዳ መስተ ይኸዳ ገለ ይኸዳ ካብ ስፖርተን መፅየን ናብ ገዝአን እየን ዝመፅኣ ማለት እዩ ስለዚ ከምዚ ክትገብረአን ክትክእላ ኣለክን እንተ ደኣ ዘየለ እንድሕር ዘይትኽእላ እንድሕር ኮይንክን ምስ ደቅኽን ከመይ ጌርካ ኮሚኒኬት ይግበር እዚ ኩሉ ዝነገር ኮነ እንድሕር ዘይትኽእላ ኮንክን ብዛዕባ ስጋዊ ርክብ ብዛዕባ ጥንሲ ክትዕልለአን እንድሕር ዘይትኽእላ ኮንክን ባዕልኽን ዓቕሚ እንድሕር ዘይብልክን ኮይኑ ወይ ደቅኽን በቃ ካብ ዓቕምኽን ንላዕሊ እንድሕር ዝኾናኹን ኮይኑ ከኣ ፕሮፈሽናላት ኣለዉ ኣሕዋተይ መዓረይ ንፕሮፈሽናላት ገንዘብ ከፊልክን ከምዚ ማለት እዩ ከምዚ ዘስተምህሩ ኣለዉ ማለት እዩ ቴራፒስ ኣለዉ ናይ ፋሚሊ ካንሲለር ኣለዉ ስለዚ እዚኦም እንታይ እዮም ዝገብሩ ገንዘብ ትኸፍልኦም እዞም ሰባት እዚኦም ከኣ ንመንእሰያት ብፍሉይ ንመንእሰያት ዝምህሩ እዮም ማለት እዩ ከመይ ጌርካ ኩሉ ነገር እዚ ፕሮሰስ ይምህርዎም ማለት እዩ ከመይ ጌርካ እዩ ጥንሲ ዝመጽእ ንኸይትጠንስ እንታይ የጋጥመካ ንኸይትሓምም ተላባዓይ ሕማም ብስጋዊ ርክብ ዝመጽእ እንታይ ክትገብር ክትክእል ኣለካ ጥንሲ ተጋጢምካ ከ እንታይ ክትገብር ኣለካ ሜንታሊ ኩሉ ነገር የዳልውዎም ማለት እዩ ስለዚ እንድሕር ዓቕሚ ዘይብልክን እንድሕር ኮይኑ ካብ ዓቕን መቸም ኩሉ ወላዲ ነዚ ዝኽእል ማለት ኣይኮነን ምክንያቱ እቲ ተዓባብያና ንሕና ከዓ እቲ ባህልና ፍልይ ስለ ዝበለ ክከብደክን ይክእል እዩ እንድሕር ከቢድክን ከኣ ነቲ ካንስሊን ድዩ ነቲ ተረፒ ድዩ ትከፍላ ኣሕዋተይ ብመንግስቲ ዝመጻካ እንድሕር ኮይንክን መንግስቲ ይከፍል ማለት እዩ መንግስቲ ይከፍሎም እዩ ነዞም ሰባት እዚኦም እንድሕር ብ ብረፊጂ እንድሕር መጺክን ሕጂ ንስክን ናብቲ ኮሚኒቲ ከይድክን ጓለይ ከምዚ ከምዚ ትምህርቲ ክእትዋ ደልየ ኣለኹ እያ ከምዚ ኮርስ ክእትዋ ደልየ ኣለኹ ትብላ ንሶም ከዓ የኸፍሉልክን በጽሓን ከኣ ይመሃራ። ጎጉል ኣሎ ማለት እዩ። ሕጂ ንኣብነት ናብ ፓርቲ እንድሕር ከይዶም ወይ ኣብ ዝኾነ ከይዶም ምስ መሓዙቶም እንድሕር ደንጉዮም ድዮም ኣብ ሾፒን ከይደን ምስ መሓዙተን እንድሕር ደንጉየን ብፍላይ ደቂ ኣንስትዮ ማለት እዩ ኮታስ እንድሕር ደንጉየን ናብ ገዛ ምእታው እንድሕር መስዩ ንኣብነት ማለት እዩ ወይ ከም ብተደጋጋሚ እንድሕር ዝገብራ እንድሕር ኮይነን ጎጉል ኣሎ ማለት እዩ። ሕጂ ንኣብነት ኣብ ጎጉል ማፕ ጌርኩም ተሌፎኖም ትጽሕፉ ማለት እዩ። ተሌፎኖም ምስ ጸሓፍኩም ሽዑ ኤግዛክትሊ ኣበይ ቦታ ከም ዘለዉ ተሌፎኖም ክነግረኩም ማለት እዩ። ኣበይ ገዛ፣ ኣበይ ቁጽሪ፣ ኣበይ ኩሉ ኢንፎርመሽን ጎጉል ማፕ ክነግረኩም እዩ ማለት እዩ። ስለዚ እዚ ከመይ ከም ዝግበር ንጥቓኽን ዘለዋ ሰባት ሕተታ። ኣነ እውን ግዜ እንድሕር ተረኺበ ከመይ ጌርካ ቅድሚ ሕጂ እውን ሸር ጌረክን ነይረ ከመይ ጌርካ ንደቅኻ ትራክ ትገብሮም ማለት እዩ ከመይ ጌርካ ፎሎው ክትገብሮም ብዘይ ኮንትሮል እዩ ናበይ ኬድካ ናበይ ምሲኻ ናበይ ኢኻ ትኸይ ዘለኻ ከይበልካ ማለት ሓደ ጎግል ማብ ጌርኩም ክትረኽብዎም ትኽእሉ ኢኹም ቴሌፎንም ኣብኡ እንድሕር ፅሒፍኩሞ ካልእ ከዓ ሓንቲ ኣብ ኣላ ቅድሚ ሕጂ ሸር ዝገበርኩም ማለት እዩ እዚ ነዚ ዝምልከት ካልእ ቪድዮ ክሰርሕ እየ ማለት እዩ። ስለዚ እዚኣት እዚኤን ይመስላ ናይ ሎምዓንቲ ብዙሕ ብዙሕ ነገር እዩ ዘለዎ ግን እቲ ቪድዮ ስለ ዝነውሐ ግን እቲ ካልእ ግዜ ከኣ ንካልእ ግዜ ሒዘልክን ክመጽእ እየ ዝተረፈ ማለት እዩ። ሎምዓንቲ ዘካፈልኩክን እዚኤን ይመስላ ማለት እዩ። እቲኤን ካልኦት ኣሕዋትና ከኣ ብዛዕባ ከምዚ ኣፍልጦ እንድሕር ኣለክን ወይ ንደቅክን ትጥቀማሉ ዘለክን ሜላታት ከኣ ከመዴታት ኢሂን ሚሂን ንበሃል ኩላትና ሓላፍነት ከመዴታት ከም ኣሕዋት ኮይና ኩላትና ከመይ ጌርና ደቅና ፕሪቴክት ንገብር ክንመዓዓድ ብጣዕሚ ይደሊ ማለት እዩ ምክንያቱ እዚ ብጣዕሚ ኢምፖርታንት ቶፒክ ንዓና ምክንያቱ ከምዚ ንሪኦም ዘለና ክንደይ ቆልዑት ከምዘየዕበያ ከርተት ኢሎም ከምዘየዕበዩ ኣቦን ኣደን ወይ ሓንቲ ሲንግል ማም ባዕላ ከርተት ኢላ ከምዘየዕበየት ኣብ መጨረሽኡ ናይ ድራግ ይኮኑ ኣብ መጨረሽኡ ኣብ ሕማቅ እዮም ዝወድቁ ዘለዉ ማለት እዩ ስለዚ ነዚ ንኸይመጽእ ንሕና እንታይ ክንገብር ኣለና? ንሕና ከም ስድራ ከም ወለዲ መጠን ንገብሮ ክንገብሮ ዝግብኣና ኢጃማት ንደቅና ክንገብር ናትና ሓላፍነት ኮይኑ እዩ ዝስምዐኒ ንሶም ኣም ሃንድረድ ፐርሰንት ሹር ንስኹም እውን ከምኡ ኢኹም ትሓስቡ ንደቅኹም ማለት እዩ ስለዚ ቴንኪ ሶ ማች ፎር ሊስንን ዝኾነ ሕቶ እንድሕር ኣለክን ኣብ ኮመንት ሴክሽን ጽሓፋለይ እቲ ካልእ ዝተረፈ ከዓ ካልእ ግዜ ሒዘልክን ክመጽእ እየ ቴንኪ ሶ ማች ፎር ሊስንን ዝተባረኸ ለይቲ ዝተባረኸ መዓልቲ ይግበረልኩም